ሰላም ከመይ ትኾኑ ዝኸበርኩም ተኸታተልቲ ሎማዓንቲ ዝበልክዎ ዕለታዊ ዜና ክንረኩም እየ ኣብ ኣሜሪካ ዝተፈጥረ ዘሕዝን ዝምልከትን ናብ ኤርትራ ዝኣተዉ ሰበስልጣንን ከምኡውን ብመንገዲ ቡሬ ናብ ኤርትራ ዝተሰጎጉ ኤርትራውያንን ዝምልከትን ካልእ ኣገደስቲ ዝበልናዮም ሕፅርፅር ዝበሉ ኣገደስቲ ሓበሬታታት ነግረኩም እየ ላይክ ምግባር ጀምርዋ ሳብ መወዳእታ ምሳይ ጽንሑ። ቺፕ ቺፖ ካብ ፊሪ ናይ መጀመርያ ሓበሬታ መልእኽቲ ብፁዕ ወቅዱስ ኣቡነ ባሲልዮስ ቀዳማዊ ሻድሻይ ፓትርያርክ ርእሰ ሊቃነ ጳጳስ ዘሃገረ ኤርትራ ብምኽንያት ኣውደኣመት በዓል ቅዱስ ዮሃንስ ዘመሓላለፍዎ መልእኽቲ ዝምልከት እዩ። ብፁዕ ወቅዱስ ኣቡነ ባሲልዮስ ቀዳማዊ ሻድሻይ ፓትርያርክ ርእሰ ሊቃነ ጳጳስ ዘሃገረ ኤርትራ ኣብ መልእኽቶም መንፈሳውያን በዓላት ክርስትያናዊ ስነ ምግባር ንፍጽመሎም ስለ ዝኾኑ ፍቕርን ተስፋን ሓድነትን ተዓጢቕና ንጥሙያት ከነብልዕ ንዕሩቓን ክንከድንን ንዝሓመሙ ክንበጽሕን ንዝሓዘኑ ከነጸናንዕን ሓደራ ንብል። ሓድሽ ዓመት ዘመነ ማሪቆስ ናይ ልምዓትን ብልጽግናን ናይ ሰላምን ፍቕርን ዓመትን ይግበረልና ልኡል እግዚኣብሄር ሃገርናን ማህደርናን ይባርኽ ብምባል መልእኽቲ ኣመሓላሊፎም። ናብ ክላሕብሪታ ቀዳማይ ሚኒስተር ፈደራላዊ ሪፓብሊክ ሶማልያ ነበር ዓብደልፈራሕ ሺርዶ ናብ ኣስመራ ዑደት ይገብር ኣሎ። ኣብኡ ድማ ምስ ፕረዚደንት ኢሳያስ ኣፈወርቂ ከም ዝተራኸበን ከም ዝዘተየን ተገሊጹ ኣሎ። እቲ ዘተ፣ ኤርትራ ምስ ሶማልያ ዘለዋ ዝምድና ንምሕያልን ንምትሕግጋዝን መሰረት ዝገበረ ምዃኑ ፈራሽ ሽርዶ ገሊጹ ኣሎ። ምስዚ ዝተሓሓዝ ፕረዚደንት ሶማልያ ሓሰን ሸኽ መሓመድ ምስ ቀዳማይ ሚኒስተር ኣቢይ ኣሕመድ ድሕሪ ምምራቕ ኣባይ ከም ዝዘተየ ተገሊጹ ኣሎ። እቲ ቀዳማይ ሚኒስተር ኣብ ዘመሓላለፎ መልእኽቲ፣ ፕረዚደንት ሶማልያ ሓሰን ሸኽ መሓመድ፣ ትማሊ ንጉሆ ተራኺብና ኣብ ዘለዎና ሓበራዊ ለውጢ፣ ኣብ ዘለና ዞባዊ ጉዳያትን ተዛቲና ክብል ገሊጹ ኣሎ። ኣብ ዘተኦም ድማ፣ ኣብ ዞባና ሰላምን ምርግጋእን ልምዓትን ንምርግጋጽ ዘለና ጽኑዕ ቅዋም ዳግም ኣረጋጊጽና ክብል ገሊጹ ኣሎ። መበቀል ሓበሬታ ትማሊ ኣብ ኣሜሪካ ዘጋጠመ ዘሕዝኑ ፍጻመታት ዓቃባዊ መረገጺ ዘለዎ መስራቲ ተርኒንግ ፖይንት ዩኤስኤ ወዲ ሰላሳን ሓደን ዓመት ኣክቲቪስት ቻርሊ ኪርክ ኣብ ዩታህ ቫሊ ዩኒቨርሲቲ ንተምሃሮ መደረ እናሃበ እንከሎ ብጥይት ተቐቲሉ። ቻርሊ ኪርክ ሓደ ካብቶም ኣብ ኣሜሪካ ዝለዓለ ሽም ዘለዎም ዓቃባውያን ከምኡ'ውን መሓዛ ዶናልድ ትራምፕ እዩ። ትማል ረቡዕ ፖሊስ ከም ዝሓበሮ ኣብ ኮሌጅ ዩታ ኣብ ዝተኻየደ መደብ ዕላማ ዝገበረ ተኹሲ ዝሞተ ወዲ ሰላሳን ሓደን ዓመት ኪርክ ንኣረኣእያ መንእሰያት ንምቕይያር ኣብ መላእ እታ ሃገር ኣብ ዝርከብ ቀጽርታት ክፉት ክትዓት ብምኽፋት ዝፍለጥ'ዩ። ንሱ ኣብ መበል ዓሰርተ ሸሞንተ ዓመት ዕድሚኡ ዓቃባዊ ሓሳብ ንዓለም ንምዝርጋሕ ዝዓለመ ሕጂ ኣብ ኣማኢት ኮሌጃት ዝሰፈሐ ትካል ተማሃሮ ተርኒንግ ፖይንት ዩኤስኤ፣ TPUSA፣ መስሪቱ ብማሕበራዊ መራኸቢታት ብስሙ ዝጽዋዕ መዓልታዊ ፖድካስት ዝፍለጥ ኮይኑ፣ ኣብ መላእ እታ ሃገር ንዝርከቡ ተማሃሮ ብዛዕባ ትራንስጀንደር፣ መንነት፣ ለውጢ ክሊማ፣ እምነትን ስድራቤታዊ ርክባትን ዝኣመሰሉ ጉዳያት ብምክታዕ'ዩ ዝፍለጥ። እቲ ኣብ ዩኒቨርሲቲ ዩታ ቫሊ ብጥይት ዝተቐትለሉ መደብ ምጅማር ናይቲ ብዙሓት ቀጽርታት ዝተኻየደ ዑደት ኮይኑ፣ ተሳተፍቲ ንክሪክ ክካትዑ ተዓዲሞም'ዮም ነይሮም። በዚ ቅትለት ሓዘኑ ዝገለጸ ትራምፕ፣ ኣብ ሕቡራት መንግስታት ኣሜሪካ ልቢ መንእሰያት ካብ ቻርሊ ንላዕሊ ዝተረድኦ ሰብ ኣይነበረን ብምባል፣ ነዚ ኣሜሪካዊ ሓርበኛ ባንዴራ ኣሜሪካ ክሳብ ሰንበት ምሸት ፍርቂ ክትስቀል ኣዚዘ ኣለኹ ክብል ኣብ ትሩዝ ሾሻል ጽሒፉ። ነዚ ዝፈጸመ ጥርጡር ኣብ ትሕቲ ቀይዲ ከም ዝኣተወ ሓላፊ ኤፍቢኣይ ኣረጋጊጹ። ቻርሊ ኪርክ ብእምነቱ ኣልዒሉ ኣብ ዝዛረበሉ፣ ብፍላይ ከኣ ኣንጻር ሶዶማውያን ኣብ ዝገብሮ ክትዕ፣ ካብቶም ኣብ ሶሻል ሜድያ ብብዝሒ ዝረኣዩ ወይ ከኣ ቫይራል ካብ ዝኾዱ ኣንጻር ሶዶማውያን ኣብ ዝገብሮ ክትዕ ሓደ እዩ ማለት እዩ። በዚ ከኣ ብዙሓት ጸለእቲ ብዙሓት ጸለእቲ ከጥሪ ክኢሉ እዩ። ብፖለቲካ ከምኡውን ብሶዶማውያን ወይ ከኣ ኣንጻር እምነቱ ዝኾዱ ከኣ ብዙሓት ጸለእቲ ከጥሪ ክኢሉ እዩ። ብኣንጻሩ ከኣ ብዙሓት ፈተውቲ ከምቲ ቀዲሙ ዝነገርኩኹም እውን ተርኒንግ ፖይንት ዝብል ኣብዚ ሕጂ እዋን ኣብ USA ኣብ ሰፊሕ ቦታታት ተዘርጊሑ እዩ ዝርከብ ብዙሓት ሰዓብቲ ብዙሓት ንብዙሓት ሰባት ከኣ ሓሳቦም ክቕይር ክኢሉ እዩ። ናብ ቀላሕ ብሪታ ምስ ንኸይድ ሓያሎ ድሮናት ሩስያ ንፈለማ እዋን ብኔቶ ተሃሪመን ወዲቐን። ሩስያ ሰብ ኣልቦ ነፈርቲ ናብ ክሊ ኣየር ፖላንድ ምስዳዳ ግጭት ምትኹታኽ ዝዓለመ ምዃኑ ወተሃደራዊ ኪዳን ሰሜን ኣትላንቲክ ኔቶ ገሊጹ። ቀዳማይ ሚኒስተር ፖላንድ ኣብ ዝሃቦ ግብረ መልሲ፣ ኣብዚ መጠነ ሰፊሕ ምትኹቷኽ ዝበሎ ስጉምቲ፣ ዓሰርተ ትሽዓተ ድሮናት ሩስያ ናብ ሃገሩ ከም ዝኣተዋ ጠቒሱ። ህጹጽ ኣኼባ ካቢነ ሚኒስተራት ዝጸውዐ ዶናልድ ታስክ፣ ብዛዕባ'ቲ ኩነታት ምስ ዋና ጸሓፊ ወተሃደራዊ ኪዳን ኔቶ ከም ዝተዘራረበ ሓቢሩ። ኣብ ታሪኽ ኔቶ ንፈለማ እዋን ድሮናት ሩስያ ብክሊ ሰማያት ኪዳን ተሃሪመን ወዲቐን ኣለዋ። ሞስኮ ብዛዕባ እዚ ጉዳይ ኣብ ዝሃበቶ መግለጺ፣ ንፖላንድ ንምጥቃዕ ውጥን ከም ዘይብላ ኣሚታ ኣላ። እንተዀነ ሚኒስትሪ ምክልኻል ሩስያ ብዝሃቦ መብርሂ፣ ስለምንታይ'የን እተን ድሮናት ናብ ፖላንድ ከም ዝኣተዋ ብንጹር ኣይጠቐሰን። ናብ ትማሊ ኣብ ዘውግሕ ለይቲ፣ ሩስያ ንመጠነ ሰፊሕ መጥቃዕቲ ሰብ ኣልቦ ነፈርቲ፣ ሚሳይልን ኣብቲ ኣብ ከባቢ ዶብ ፖላንድ ዝርከብ ምዕራባዊ ዩክሬን ከም ዝወንጨፈት ጸብጻባት ይሕብሩ። ሚኒስትሪ ጉዳያት ወጻኢ ፖላንድ ራትስሎው ሲኮርስኪ ግን እተን ሰብ ኣልቦ ነፈርቲ ብጌጋ ናብ ሃገሩ ዝኣተዋ ከም ዘይኮና ዝምጉት፣ መራሕቲ ሃገራት ኔቶ ኣሜሪካን ስጉምቲ ሩስያ ብምኹናን ኣብ ጎድኒ ፖላንድ ደው ከም ዝብላን ቃል ኣትየን ኣለዋ። ዋና ጸሓፊ እቲ ኪዳን ማርክ ሩት ኣብ ዝሃቦ ጋዜጣዊ መብርሂ፣ ስጉምቲ ሩስያ ብፍላጽ ዝተገብረ ይኹን ብጌጋ ብዘየገድስ ሓደገኛ ጠባይ'ዩ ክብል ተቓውሞኡ ገሊጹ'ሎ።

ንዋርሶውን ኔቶን ዘለዎ ምሉእ ደገፍ ገሊጹ ኣሎ። መራሕቲ ፈረንሳ፣ ጀርመን፣ ሃንጋሪ፣ ቸክ ሪፓብሊክ፣ ፊንላንድን ላቲቭያን እውን ብተመሳሳሊ ንስጉምቲ ሩስያ ዘለወን ተቓውሞ ገሊጸን ኣለዋ። ሰበስልጣን ኤውሮጳ ከም ዝበልዎ፣ ሞስኮ ንኔቶ ንምፍታን ዘይገበረቶ ብምዃኑ ክቕጽል ይኽእል'ዩ። ብመሰረት ዓንቀጽ ሓሙሽተ ውዕል ኔቶ፣ ኣብ ልዕሊ ሓንቲ ኣባል ሃገር ኔቶ ዝተፈጸመ መጥቃዕቲ ኣብ ልዕሊ ኩለን ኣባላት ከም ዝተፈጸመ'ዩ ዝውሰድ፣ ነዚ ድማ ሓበራዊ ወተሃደራዊ ግብረ መልሲ ከውህብ የገድድ። ሩስያ ብልዕሊ ኣባል ኔቶ ዘይኮነት ዩክሬን ዝፈጸመቶ ወራር፣ ነቲ ምስቲ ወተሃደራዊ ኪዳን ዝጸንሐ ወጥሪ ናብ ምትፍናን ገጹ ከምርሕ ደፊኡ ከም ዘሎ ይዝረብ። ኔቶ ብዓይኒ ቤተ መንግስቲ ክረምሊን ንሩስያ ንምግዳብ ዝህቅን ስትራቴጂካዊ ስግኣት ተገይሩ'ዩ ዝሕሰብ። ኣብ ቀል ሓበሬታ ኣብ ሰሙን እዚ ሓያሎ ኤርትራውያን ስደተኛታት ካብ ኢትዮጵያ ናብ ኤርትራ ከም ዝተሰጉጉ ዝወጸ ሓበሬታ ኣሎ። መቐጸልታ ናይቲ በብእዋኑ ኣብ ኢትዮጵያ ኣብ ልዕሊ ኤርትራውያን ክግበር ዝጸንሐ ማእሰርቲ፣ ሕጂ'ውን ንንውሕ ዝበለ ተኣሲሮም ዝጸንሑ ኤርትራውያን ብመንገዲ ቡሬ ናብ ኤርትራ ከም ዝተመልሱ ተረጋጊጹ ኣሎ። ኣብዚ ቀረባ እዋን ብብዝሒ ኤርትራውያን ዝርከብዎም ካብ ሓደ ቦታ ክእሰሩ ዘርኢ ቪድዮታት እውን ከምቲ ትርእይዎ ዘለኹም ቪድዮ ክዝርጋሕ ቀንዩ። ሎማዓንቲ ዝበልናዮ መደብ ዝመስል ነይሩ ክሳብ ዝቕፅል ሰላም